ሎማዕንቲ ድማ ሕጽር ሕጽር ዝበላ ክልተ ምዕራፍ ምዕራፍ ዕስራን ሓሙሽተን ዕስራን ሽዱሽተን እየ ሒዘልኩም መጺኤ ዘለኹ ነዚ ቻናል ሓደሽቲ ዝኾንኩም ሳብስክራይብ ብምግባር ቤተሰብ ኩኑታ ተኻታተልተይ ዝኾንኩም ድማ ብላይክ ጀምርዎ ሸር ድማ ኣይትረስዑ እናበልኩ ናኦ ክብለኩም ሰናይ ጻንሒት ሰናይ ምክትታል እሺ ንባብ ግብረ ሃዋርያት ምዕራፍ ዕስራን ሓሙሽተን ጳውሎስ ናብ ቄሳር ይግባይ ከም ዝበለ ኢሉ እዩ ዝጅምር ፊስጦስ ናብታ ግዝኣቱ ቂሳርያ ምስ መጸ፣ ድሕሪ ሰለስተ መዓልቲ ካብ ቂሳርያ ናብ ኢየሩሳሌም ደየበ። ሊቃይነ ካህናትን መኳንንቲ ኣይሁድን ድማ ብዛዕባ ጳውሎስ ነገርዎ፣ ኣብ መንገዲ ተጸናትዮም ኪቐትልዎ መዲቦም ስለ ዝነበሩ ከኣ ንጳውሎስ ናብ ኢየሩሳሌም ስደደልና ስደደልና ኢሎም ለመንዎ። ፊስጦስ ድማ፣ ጳውሎስ ኣብ ቂሳርያ እዩ ዚሕሎ ዘሎ፣ ኣነ ኸኣ ቀልጢፈ ናብኡ ክምለስ እየ ኢሉ መለሰሎም። እምበኣር ካባኻትኩም ሓላፍነት ዘለዎም ወዳእት ነገር ምሳይ ይኺዱ እሞ፣ እቲ ሰብኣይ እቱይ ዝኾነ በደል እንተ ሃልይዎ ኣብኡ ይኽሰስዎ በሎም። ፊስጦስ ምስኣቶም ሸሞንተ ወይ ዓሰርተ መዓልቲ ምስ ቀነየ፣ ናብ ቂሳርያ ወረደ፣ ንጽባሒቱ ድማ ኣብ መንበር ፍርዲ ተቐሚጡ ንጳውሎስ፣ ከምጽእ ወኣዘዘ። ጳውሎስ ምስ መጸ ኸኣ፣ እቶም ካብ ኢየሩሳሌም ዝወረዱ ኣይሁድ ከቢበምዎ ደው በሉ። መርትዒ ክረኽብሉ ዘይኽእሉን ዘይክእሉ ብዙሕን ከቢድን ክሲ ድማ ከሰስዎ። ጳውሎስ ድማ፣ ኣነ ኣብ ልዕሊ ሕጊ ኣይሁድ ኰነ ኣብ ልዕሊ ቤት መቅደስ ወይ ኣብ ልዕሊ ቄሳር ኣይበደልኩን ኢሉ ናይ ምክልኻል መልሲ ሃበ። ፊስጦስ ከኣ ንኣይሁድ ከሐጕስ ደልዩ፣ ንጳውሎስ ናብ ኢየሩሳሌም ክትድይብ እሞ በዚ ነገር እዙይ ኣብኡ ኣብ ቅድመይ ክትፍረድዶ ትደሊ ኢኻ? ኢሉ ጠየቖ። ጳውሎስ ግና ኣነ ኣብ ቅድሚ ናይ ቄሳር መንበር ፍርዲ ቆይመ ኣለኹ፣ ክፍረድ ዝግብኣኒ ድማ ኣብኡ እዩ፣ ኣብ ልዕሊ ኣይሁድ ዝበደልክዎ ከም ዘይብለይ ድማ ንስኻ ትፈልጥ ኢኻ፣ ንሞት ዘብጽሕ ዓመጽን ክፍኣትን ገይረ እንተ ኾይነ ሞት ኣይፍረደኒ ኣይብልን። እዚ ዝኸሱኒ ዘለዉ ብሓሶት እንተኾይኑ ግና ናብኣቶም ኣሕሊፉ ክህበኒ ዝኽእል የለን። ኣነ ናብ ቄሳር ይግባይ ኢለ ኣሎኹ በለ። ሽዑ ፊስጦስ ምስቶም መማኽርቱ ተነጋጊሩ ናብ ንጉስ ቄሳር ይግባይ ካብ በልካ ናብኡ ክትከይድ ኢኻ በሎ። ጳውሎስ ኣብ ቅድሚ ኣግሪጳን ብርኒቄን ከም ዝቐረበ፣ ቁሩብ መዓልትታት ምስ ሓለፈ ድማ ንጉስ ኣግሪጳን ብርኒቄን ንፊስጦስ ክራኸብዎ ናብ ቂሳርያ ወረዱ። ኣብኡ ብዙሕ መዓልቲ ምስ ጸንሑ ኸኣ ፊስጦስ ነቲ ንጉስ ናብ ናይ ጳውሎስ ነገር ከምዚ ዝስዕብ ገለጸሉ፣ ፊሊክስ ብእስሩ ዝሓደጎ ሰብኣይ ኣብዙ ኣሎ፣ ናብ ኢየሩሳሌም ከይደ እንተለኹ ድማ ሊቃነ ካህናትን ኣይሁድን ሽማግለታቶምን ናባይ መጺኦም ብዛዕባኡ ነገሩኒ፣ ክፈርዶውን ለመኑኒ። ንተኸሳሲ ምስ ከሰስቱ ገጽ ንገጽ ደው እንተየበልካ፣ በቲ ዝኸሰስዎ ናይ ምክልኻል መልሲ ዕድል እንተይሃብካ፣ ተቐዳዲምካ ንሓደ'ኳ ክቕጻዕ ኣሕሊፍካ ምሃብ ስርዓት ሮማውያን ከም ዘይኮነ ነገርክዎም። ድሕር'ዚ ናብዚ ተኣኪቦም ምስ መጹ፣ እንተየደናጐኹ፣ ንጽባሒቱ ኣብ ፍርዲ መንበር ተቐሚጠ ነቲ ሰብኣይ ከምጽእዎ ኣዘዝኩ። እቶም ከሰስቱ ምስኡ ምስ ኣቖምኩዎም፣ ኣነ ከም ዝተጸበኽዎ ዝፈጸሞ ወንጀል ኣቕረብ ኣየቕረቡሉን። እንተኾነ ብዛዕባ ናይ ኣምላኾም ዝኾነ ነገርን ብዛዕባ ሓደ ዝሞተ ጳውሎስ ህያው እዩ ዝብሎ ኢየሱስ ይካትዑ ነበሩ። ኣነ ኸኣ ዝገብሮ ምስ ኣንኩ ብዛዕባ እዚ ነገርዚ ክትፍረድ ናብ ኢየሩሳሌም ክትድይብዶ ትደሊ? በልክዎ። ጳውሎስ ግና ፍርዲ ቄሳር ኽሳዕ ዝወሃቦ ይግባይ ስለ ዝበለ፣ ናብ ቄሳር ኽሳዕ ዝሰዶ ኽሕሎ ኣዘዝኩ። ኣግሪጳ ከዓ ንፊስጦስ ነዚ ሰብኣይ እዙይ ኣነውን ባዕለይ ክሰምዖ እደሊ እየ በሎ። ፊስጦስ ድማ እምበኣር ጽባሕ ክትሰምዖ ኢኻ በሎ። ንጽባሒቱ ድማ ኣግሪጳን ብርኒቄን ልብሰ መንግስቲ ለቢሶም ብዓብዪ ግርማ ምስቶም ሓለቓታት ሽሕን ናይታ ከተማ ዓበይቲ ሰባትን ናብ ቤት ፍርዲ ይኣትው፣ ፊስጦስ ከዓ ንጳውሎስ ከምጽዎ ኣዘዘ። ጳውሎስ ምስ መጸ፣ ፊስጦስ፣ ኦ ንጉሥ ኣግሪጳ፣ ኣቱም ኣውዙይ ምሳና ዘለኹም ኩልኻትኩም ስምዑ። ኵላቶም ኣይሁድ ኣብ ኢየሩሳሌም ኰነ ኣብዙይ ብሕይወት ክነብር ኣይግብኦን እዩ እናበሉ ዝጠርዕሉ እዚ እትርእይዎ ዘለኹም ሰብኣይ እዩ። ኣነ ግና መርሚረ ናብ ሞት ዘብጽሕ በደል ከቶ ኣይረኸብኩሉን። ባዕሉ ናብ ቄሳር ይግባይ ምስ በለ ኸዓ ንምስዳዱ ወሲነ ኣለኹ። እንተኾነ ብዛዕባኡ ናብ ጐይታይ ዝጸሓፎ ፍሉጥ ነገር የብለይን። ስለዙይ ንሱ ምስ ተመርመረ ዝጸሕፎ ነገር ምእንተይ ክረክብስ ናባኻትኩም ምናዳ ከኣ ኦ ንጉስ ኣግሪጳ ናባኻ ኣምጺኦዮ ኣሎኹ ንሓደ እሱር መኽሰሲኡ እንተ ነገርኩ ምስዳዱ ቅኑዕ ኮይኑ ኣይተራእየንን እሞ በለ። ተወሳኺ ንባብ ግብሪ ሃዋርያት ምዕራፍ ዕስራን ሽዱሽተን ድማ ጳውሎስ ኣብ ቅድሚ ኣግሪጳ ዘስምዖ ዘረባ ኢሉዩ ዝጅምር። ኣግሪጳ ንጳውሎስ፣ ብዛዕባ ርእስኻ ኽትዛረብ ተፈቒዱልካ ኣሎ፣ በሎ። ሽዑ ጳውሎስ ኢዱ ዘርጊሑ ከምዚ እናበለ ኺዛረብ ጀመረ፣ ኦ ንጉስ ኣግሪጳ፣ ብዛዕባ እቲ ብኣይሁድ ዝኽሰሰሉ ዘሎኹ ነገር ኣብ ቅድሜኻ ሎሚ መልሲ ኽምልስ ስለ ዝተፈቐደለይ የመና ሕጉስ እየ። ኵሉ ስርዓት ኣይሁድን ክንምርምሮን ኣጸቢቕካ እትፈልጥ ኢኻ። ኵሉ ሥርዓት ኣይሁድን ክርክ ሮምን ኣጸቢቕካ ትፈልጥ ኢኻ፣ ስለዙይ ድማ ብትዕግሥቲ ክትሰምዐኒ እልምነካ ኣሎኹ። እምበኣርከስ ካብ ንእስነተይ ጀሚረ ኣብ ማእከል ሕዝበይ ኣብ ኢየሩሳሌም እየ ዝዓበኹ፣ ዘሕለፍክዎ ሕይወት'ውን ካብ ጥንቲ ጀሚሮም ኵላቶም ኣይሁድ ይፈልጥዎ እዮም፣ ክምስክሩ እንተደኣ ደልዮምስ ኣነ ካብኣቶም ብዛዕባ ኣምልኾትና ጸቢቐ ዚጥንቀቑ ወገን ፈሪሳውያን ከም ዝነበርኩ ንሳቶም ካብ ቀደም ጀሚሮም ይፈልጡኒ እዮም። ሕዚ ድማ በታ እግዚኣብሔር ነቦታትና ዛህቦም ናይ ተስፋ ቃል ኣብ ትሕቲ ፍርዲ ደው ኢለ እኔኹ። እቶም ዓሰርተ ክልተ ነገድና ከዓ ለይትን መዓልትን ተጊሆም ንእግዚኣብሔር እናምልኹ ናይዛ ቃል ተስፋ እዚኣ ፍጻሜ ይጽበዩ ኣለዉ ይጽበዩ ነበሩ ውዳ። ኣነ እውን ኦ ንጉሥ ኣግሪጳ ስለ እዛ ተስፋ እዚኣ እየ ብኣይሁድ ዝኽሰስ ዘለኹ። እግዚኣብሄር ንሙታን ከም ዘተስኦም ደኣ ስለምንታይ ከም ሓደ ዘይእመን ነገር ጌርኩም ትርእይዎ ኣለኹም? ኣነ ንባዕለይ ብዝከኣለኒ ኩሉ ኣብ ልዕሊ ስም ናይ ናዝሬት ኢየሱስ ዝጻረር ነገር ክገብር ግቡእ እዩ ኢሉ ኣኣምን ኢለ ኣኣምን ነበርኩ። ነዙይ ድማ ኣብ ኢየሩሳሌም ገይረዮ እየ፣ ካብ ሊቃነ ካህናት ሥልጣን ተቐቢለ ንብዙሓት ቅዱሳን ናብ ቤት ማእሰርቲ ኣእተኽዎም፣ ክቐትልዎም እንተለዉ እውን ሓቢረ ተሰማማዕኩ። ኣብ ኩሉ ኣብያተ ጸሎት ድማ ብዙሕ ግዜ እናቀጻዕኩ እምነቶም ከም ዝኽሕዱ ገብርክዎም። የመና እናደድ ስለ ዝነበርኩ ከኣ ክሳዕ እተን ኣብ ወጻኢ ዝነበራ ከተማታት እናሰዓብኩ ኣሳጉጎም ነበርኩ። ጳውሎስ ብጐይታ ከም ዝኣመነ መስከረ። በዚ ጉዳይ እዚ ብትእዛዝ ሊቃነ ካህናትን ብፍቓዶምን ናብ ደማስቆ ክኸይድ እንተለኹ፣ ኦ ንጉስ ኣግሪጳ፣ ቀትሪ ኣብ መንገዲ እንተለኹ፣ ካብ ጸሓይ ዚደምቕ ብርሃን ካብ ሰማይ ኣብ ዙርያይ፣ ኣብ ዙርያ እቶም ምሳይ ዝኸዱ ዝነበሩን ኪንጸባረቕ እንተሎ ረኣኹ። ኵላትና ኣብ ምድሪ ምስ ወደቕና ከኣ ብቋንቋ እብራይስጢ፣ ሳውል፣ ሳውል፣ ስለምንታይ ተሳጕጐኒ? በሊሕ ነገር እንተ ረገጽካ፣ ንባዕልካ እዩ ዜገድደካ ኢሉ ዚዛረበኒ ድምጺ ሰማዕኩ። ኣነ ድማ መን ኢኻ ጐይታየ? በልክዎ። ጐይታ ከኣ ጐይታ ከኣ ኣነ እቲ ንስኻ እተሳጕጎ ዘለኻ ኢየሱስ እየ፣ ግና ተስ እሞ ብእግርኻ ደው በል፣ በቲ ዝረኣኻንን ድሕሪ ሕዚ እውን ክትሪኦ ዘለካን ኣገልግልን ኣገልጋልን ምስክርን ክትከውን ስለ ዝመረጽኩኻ እየ ዝተገለጽኩልካ። ካብ ህዝብኻን ካብቶም ናብኣቶም ዝልእኸካ ኣህዛብን ከዓ ከናግፈካ እየ። ንኣይ ብምእማን ከዓ ስርየት ሓጢኣት ክረኽቡ፣ ምስኣቶም ብእምነት ዝተቐደሱ ድማ ርስቲ ክቕበሉ፣ ካብ ጸልማት ናብ ብርሃን፣ ካብ ስልጣን ሰይጣን'ውን ናብ ኣምላኽ ክምለሱ ኣዒንቶም ክትከፍተሎም እልእኸካ ኣሎኹ በለኒ። ጳውሎስ ብዛዕባ ትምህርቱ ከም ዝተዛረበ፣ እምበኣር ኦ ንጉስ ኣግሪጳ ነቲ ሰማያዊ ራእይ ምእዛዝ ኣይኣበኹን፣ እኳ ደኣ ኪንስሁን ናብ እግዚኣብሄር ኪምለሱን ከም ዚተግሁ ዘርኢ ግብሪ ኪገብሩን፣ ቅድም ኣብ ደማስቆ ደሓር ካብ ኢየሩሳሌምን ኣብ ኵላ ሃገር ይሁዳን ከምኡ ኸኣ ንኣሕዛብ ወንጌል ሰበኽኩ። ብዛዕባ እዙይ ከዓ ኣይሁድ ኣብ ቤተ መቅደስ ሓዙኒ ክቀትሉኒ እውን ደለዩ። እንተኾነ ክሳዕ እዛ መዓልቲ እዚኣ ረድኤት እግዚኣብሔር ረኺበ ንንኡስን ንዓብይን እናመስከርኩ ደው ኢለ እኔህኹ። ብዘይ እቲ ሙሴን ነብያትን ክኸውን ከም ዘለዎ ዝተዛረብዎ ካሊእ ሓደ እኳ ኣይወሰኽኩን። ንሳቶም ክርስቶስ መከራ ከም ዝቅበል መጀመርታ ካብ ሞት ብትንሣኤ እውን ንሕዝቢ እስራኤልን ንኣሕዛብን ብርሃን ከም ዘበስር ተዛሪቦም ነበሩ። ከምዚ ኢሉ ብዛዕባ ርእሱ ምስ ተዛረበ ድማ፣ ፊስጦስ ሓው ኢሉ፣ ጳውሎስ፣ ዓቢድካ ኢኻ፣ እዚ ብዙሕ ትምህርትኻ ናብ ዕብዳን ኣብጺሑካ ኣሎ፣ በሎ። ጳውሎስ ከኣ፣ ኦ ክቡር ፊስጦስ፣ እታ ጽርይቲ ሓቂ እየ ዝዛረብ ዘለኹ እምበር፣ ኣይዓበድኩን። እዚ ኣነ ኣብ ቅድሚኡ ደፊረ ዝዛረቦ ዘለኹ ንጉስ ኣግሪጳ ድማ ነዚ ነገር እዙይ ይፈልጥ እዩ፣ ብሕቡእ ስለ ዘይተገብረ፣ እዚ ነገር እዙይ ከም ዘይስሕቶ እፈልጥ እየ። ኦ ንጉስ ኣግሪጳ! ንነብያትዶ ትኣምኖም ኢኻ? ከም እትኣምኖም ድማ እፈልጥ እየ። ኣግሪጳ ከዓ ንጳውሎስ ብሓጺር ግዜዶ ክርስትያን ክትገብረኒ ደሊኻ? በሎ። ጳውሎስ ከዓ እንተስ ብሓጺሩ እንተስ ብነዊሑ ንስኻ ጥራይ ዘይኮንካስ ኩሎም እዞም ሎሚ ዝሰምዑኒ ዘለዉን እንትርፊ እዛ መቁሐይ ከምዚ ከማይ ክኾኑ ናብ እግዚኣብሔር እልምን ኣሎኹ በለ። ሽዑ እቲ ንጉሥን እቲ ሹም ብርኒቄን እቶም መቃምጦምን ተስኡ። ካብኡ ወጺኦም ምስ ከዱ ንስንሳቶም እዚ ሰብኣይ እዙይ ናብ ሞት ወይ ናብ ማእሰርቲ ዘብጽሕ ሓንቲ ነገርኳ ኣይገበረን ተባሃሉ። ኣግሪጳ ኸዓ ንፊስጦስ እዚ ሰብኣይ እዙይ ናብ ቄሳር ይግባይ ኢሉ እንተዘይይኸውንስ ክፍታሕ ምተገበኦ ነይሩ በሎ ይብለና። ተወሳኺ ንባብ ግብረ ሃዋርያት ምዕራፍ ዕስራን ሸውዓተን ይቕጽል። ወስብሐት ለእግዚኣብሔር ልዑል ወለወላዲቱ ድንግል ወለመስቀሉ ክቡር ኣሜን።